እተን ከኒናታት ሓጺር ዛንታ ጸሓፊ መምህር መኮነን ተስፋይ ሰገነይቲ 2002 ከባድ ምሸት እያ ንፋስ እናሸበበ ካብ ሰሜናዊ ምብራቕ ናብ ደቡባዊ ምዕራብ ይነፍስ። ኣብርሃም ነቶም ንልዕሊ ክልተ ዓመት ዝተፈለዮም በዓልቲ ቤቱን ወዱን ንምርካብ ምሒር ተሃዊጹ ነይሩ። ቀደም ብምኽንያት ስራሕ ናብ ዝተፈላለየ ቦታታት እኳ እንተገሸ፣ እዚ ናይ ሎሚ ተፈልይዎ ዝነበረ ኩነታት ግን ብጉዳይ ሃገር እዩ። ኣብቲ ግንባር ምስ ተመደበ ከይተንቀሳቐሰ እዩ ልዕሊ ክልተ ዓመት ገይሩ። እዛ ሎሚ ናብ ስድርኡ ዝመጸላ ዘሎ ምኽንያት እውን ብዕረፍቲ ኣይኮነን። ካብ ዓሰብ ቅድሚ ሳልስቲ ብመርከብ ሰላም ተጻዒኑ ምስ ተበገሰ ኣብ ልዕሊ ንብረት ተጻዒኑ ቀጠልያ ሕብሪ ኣካላታ መርከብን ተፈጥሮ ዓፍራን እናተዓዘበ ብድኻም ገጹ ጸምልዩ ድሕሪ ናይ ዕስራን ሸሞንተን ሰዓታት ጉዕዞ ባጽዓት እዩ። ኣብ ወደብ ባጽዕ ምስ ተቐልቀሉ፣ መርከቦም ቦታ ድሕነቶም ንምርግጋጽን መራሕ መርከብ ንምቕባልን ዝመጸት ንእሽቶ ጃልባ፣ ፓይሎት ቦት፣ ናይ እንቋዕ ደሓን ኣተኹም ኣቀባብላ ምስ ተገብረላ፣ ሞተራ ኣጥፊኣ፣ በታ ብርቱዕ ሓይሊ ፈረስ እትውንን ታግ ቦት ተደፊኣ ናብታ ማእለያ ዘይብሉ፣ ካብ ስራሕ ወጻእ ዝኾነ ጎማታት መካይን ዝተንጠልጠለሉ ወደብ ዝተጸግዐት። ኣብርሃም። ኣብ ባጽዕ ግዜ ከይወሰደ'ዩ ናብ መኪና ምንዳይ ኣትዩ። ንበይኑ ናብ ከበሳ ዝወጽእ ዝነበረ ቀደም ዝፈልጦ ዝነበረ ሰብ ስለ ዝረኸበ ተማሊእዎ ጊንዳዕ እምባትካላ ብምሕላፍ ካብ ነፋሲት ዓቕብት ገዲፎም ንጸጋም ብምጥዋይ ዓላን ማይሓባርን ሰንጢቖም ደቀምሓረ ድሕሪ ምእታው ዘምጽኦ በዓል መኪና ናብ ኣስመራ ክግስግስ እንከሎ ኣብርሃም ድማ ኣብ ባር ቸንትራለ ብምውራድ ናብ ገዝኡ እናተሃወኸ ብተብተብ ቀጸለ። ኣብ መንገዲ ኣሕ ኣልቕነት ሽኮር! ይብል ምሒር ናፍቖት ሰበይቱ ካብ ውሽጢ ናብ ደገ ፈንጢሱ እናወጸ። ኣብ ኣፍ ደገ ምስ በጽሐ እታ ቅያር ክዳን፣ ናብ ሕክምና ግንባር ዝተጻሕፈትሉ ደብዳቤ፣ መንቀሳቐሲ ወረቐትን ካልእ ደቀቕቲ ነገራትን ዝሓዘት ቀጠልያ ፌስታል ኣብ ትሽትሹ ቀርቂሩ ብየማነይቲ ኣመልካቲቱ ኣጻብዕቱ ጥሩምባ ገዝኡ ጠወቐ። ግዜ ዳርጋ ሰዓት ሸሞንተ ናይ ምሸት ኣቢሉ ኮይኑ እዩ። ደጋጊሙ ፈተነ። እንተኾነ ካብ ውሽጢ ገዛ መልሲ የለን። ለይቲ ምድሪ ናበይ ኬዳ? ንነብሱ ሓተታ። እቲ ዘጋጠመ ክፈልጥ ስለ ዝደለየ ፌስታሉ ኣብ ጸግዒ እቲ ሓጺን ማዕጾ ኣጸጊዑ ብነዃል ናይቲ ንሓረግ ዝተተኽለ ሓጻውን ሓንቲ ዓይኑ ጸቒጡ ጠመተ። ናይ በረንዳ መብራህቲ ጠፍአን። ብኡ ንብኡ ድማ ኣእዳዉ ናብ ላዕሊ ብምስዳድ ተሳሒቡ ደየበ። ሓንቲ እግሩ ኣቐዲሙ ናብ ውሽጢ ዛሬባ ንምእታው ኣይደንጎየን። ሰለስተ ክፍሊ ገዛ ምሽቓቑን ክሽንኡን ተዓጽዩ እዩ። ተረፍ ብሊኮትን ሕጡብን ዚንጎ ተኸዲኑ ኣብቲ ዝገደፎ ነይሩ። ኣብ ጥቓ እቲ ማዕጾ ድማ ከልቢ ዘይብሉ ሰፈር እንዳ ከልቢ። ኣብርሃም ሓደ ክልተ ደረጃ ደይቡ ናብ በረንዳ ደየበ። ኣብ ትሕቲ ቆጻሪት ሓሙሽተ መፍትሕ ዝሓዘት ከባብ ስልኪ ስለ ዝረኸበ መፍትሕ ናይቲ ገዛውቲ ምዃኑ ኣይሰሓቶን። ኣልማዝ ናበይ ከይዳ? መላሲ ዘይብሉ ሕቶ። መፍትሑ ተጠቒሙ ዘርሓዎ ገዛ ኩሉ ከም ዝገደፎ ጸንሑ። ለውጢ ቦታ ናይ ዓራት ይኹን ኣርማድዮ ኣይነበረን። ዓይኑ ፍጢጡ ቀባሕባሕ በለ። ሶኬት ናይ ቴለፎን ተመዝሒቓ ወጺኣ'ያ። ንምንታይ ትኸውን? ካብቲ ሃሰስ ኢሉ ዝጠወቓ መጥልዕ ኣይተፈንተተን። ጥርጣረ ኣሕደረ። በቲ ምሸት ናብ ክኸዶ ዝኸእል ቦታ ኣይነበረን። ድኻሙ ከውጽእ ጎቦ ክኸውን ነይርዎ። ጎቦ ንምዃን ናብታ ምስ ኣልማዝ ዝድቅሰላ ዝነበረ ቦኽሪ ወዱን ዝተሃነጸላ ዓራት ከይዱ ኮቦር ተገንጺሉ ኣተወ። ድቃስ ግን ክመጾ ኣይከኣለን። ሓደ ሓሳብ ይጅመር ካልእ ይትክእ። ግዝፉ ምጻር ዝጸዕነቶ ዓራት ከኣ ክግልበጥ እንከሎ ዓጠጥ ዓጠጥ ትበል። ውሽጣዊ ቅንኢ ገንፊሉ ናብ ደገ ንምውጻእ ኣብ ውሽጢ ኣካላቱ ሓዊ ተነዝሐ። ለይቲ ምድሪ ሕጂ ናበይ ከይዳ? ንበይኑ ተዛረበ ኣብርሃም። ሰበይቲ ቐሽስ ንሰብኣያ ምግደፍ እምበር መንደፍ ይረኽቦ ኣይትብልን ድዩ ዝተባህለ? ነታ ኣብ ኢዱ ተሓኒቓቶ ዝነበረት ቤትሩ ኣስተላሓጸጸ፣ ሴኮ ሰይፉ ሰዓቱ እንተረኣየ ገና ፍርቂ ለይቲ ኣይኮነን። በዚ ዝገብሮ ዘሎ ምዕልባጥ ፈጺሙ ክወግሓሉ ከም ዘይክእል ስለ ዝደምደመ ተንሲኡ ግዜ ከሕልፍ ወሰነ። መጀመርያ ናብ ኣርማድዮ ኣምሪሑ ሰብነቱ ሙሉእ ዘርኢ መስትያት ክረክብ ሎሚ ድሕሪ ክልተ ዓመት እዩ ነታ ኣብታ ንእሽቶ መኪና ተሳቒሉ እናመጸ እንከሎ ሳሕቲ ዝርእዮ ዝነበረ ገጹ ሕጂ ዝያዳ ጎሊሑ ተራእዮ። ነጸብራቕ ናይቲ መብራህቲ ኣብ ገጹ ስለ ዝዓለቦ ምስ ወዙ ከም ዘሎ ንኽኣምን ኣኽኢልዎ እዩ። ድሕሪ መስትያት ናብቲ ኣብ መንጎ ክልተ ስፈ ተሰቒሉ ዝነበረ ናይ ኣፍሮ ስእሉ'ዩ ኣምሪሑ። ከይተፈለጦ ድማ ንብዓት ኣበዒንቱ ቐጸረ። ጸጋመይቲ ኢዱ ነታ በራሕ ርእሱ እናሓዘ ድሕሪ ስእሊ ናብ ቡፌ ብምኻድ ተመዛዚ ስሒቡ ወረቓቕቲ ክገላብጥ ስለ ዝደለየ መጋረጃ ገንጺሉ ናብታ ካልኣይቲ ክፍሊ ኣምርሐ። መብራህቲ ናይታ ሓንቲ ክፍሊ ንኽልቲኤን እያ እተገልግል። ኢዱ ናብ ተመዛዚ ከይሰደደ ግን ኣብ ላዕሊ ሓንቲ ንኽሪኣ ዝደረኸቶ ብጣስ ወረቐት ረኸበ። እወ፣ ናብ ኣልማዝ ዝብል መልእኽቲ ዝሓዘት'ያ እታ ወረቐት። ንበይኑ ከይተረድኦ ዓው ኢሉ ኣንበባ። ናብ ኣልማዝ፣ ሰዓት ሸውዓተ ኣብ ገዛ ክጽበየኪ'የ። ካብ ዓወት፣ በቃ፣ ዕለት የብላ፣ ስም ኣቦ ሰታሪት የብላት'የ'ምበር፣ ዓወት፣ መን ዓወት? ገለ ነገር ካብ ርእሱ ፈንጢሱ ክወጽእ ደለየ። ዓወት? ኣሃም! ምስ በዓል ዓወት እዩ እምበኣር መሕደሮኺ። ዓወት! ዓወት! ዓወት ግን እቲ ናይ መጀመርያ ዓርካ ዝነበረ ዶ ኸውን? ንበይኑ መላሲ ዘይብሉ ሕቶ ኣልዓለ። ኣብርሃም ነቲ ዕጥቅኻ ኣረክብ ዝበሎ ሓላፊ፣ ብልቡ ረገሞ። እምቢታ ርእዩ ሒዝዎ ዘይምምጽኡ ድማ ብጣዕሳ ጠቕቢቡ ጣዕ ክብል ደለየ። ደሓን ካራ እንዶ ኣሎ፣ ስጋ ዝነፈቐ ካራ። ክቖርጻ እየ በቃ። ናብ ክሽነ ኣምረሐ። ነታ ቁራጽ ወረቐት ኣብ ኢዱ ጨቢጡ ንክሽነ ክትከፍት ትኽእል መፍትሕ ምስተን ሓሙሽተይ ነበረትን። ኣብ መንጎ ላዕልን ታሕትን። ካልእ ጥርጣሪኡ ዘራጎደ ነገር ረኸበ። ሕጂውን ካራ ክፈትሽ ካልእ ልዕሊ ካራ ዝሓርድ ተጓነፎ። ወይለይ! ኣብርሃም ሰበይቲ ባየ ተቐይረ። ገዛይ መዋዕሎ ጋብዝ ኮይኑ ወይዛ ሸርሙጣ ነታ ኣሚኑ ቃል ኪዳን ዝኣሰረላ በዓልቲ ቤቱ ብኣፉ ኣራኸሳ። ደሓን ዋጋ ክሕደታ ክትረክብ እያ። ኣሕ ባዕለይ እምበር መን ዶ ናብዚኣ እቶ ኢሉ ዘገደደኒ ነይሩ ንበይኑ ዝዛረብ ዘሎ ቁሪ ከተማ ደቂ ምሓረ ብሽውሽውታ ንፋስ ተሰንዩ ኣጻብዕ ክሳብ ዘቑሪ ዝቖርር ዘሎ ካብ ነፍሲ ወከፍኦም ማእከላይ ኪፍኪፍታ ናይ ዝናብ ብዘምስል ጥብ ጥብ እናበለ ካብ ኣቑፅልትን ጨናፍርን ማመሬት ወሪዱ ይዝዕግ ነታ ከተማ ሸፈና ዕምብረ ልዕሊ ሓምሳ ሜትሮ ካባኻ ንዝረሓቐ ምርኣይ ዳርጋ ሕልሚ እዩ። ናይ ጎደና መብራህቲ ዳርጋ ንሹም እዩ ተወሊዑ ዘብል ግመ ነይሩ። ኣብርሃም ዝረኸቦ ቀኒና ዳርጋ ሚእቲ ካብ ሚእቲ መረጋገጺ ዙረት ኣብ ልዕሊ ሓዳር ገይሩ እዩ ወሲድዎ። ብፍላይ ከኣ ካብተን በብሸውዓተ ኣብ ኣርባዕተ መስርዕት ዝተሸፈነ ደቀቕቲ ካኒታታት ሽዱሽተ ጎዲለን'ም ብምንባረን ኣብቲ ሰሙን ውሽጢ መዓልታዊ እትጥቀመሉ ምንባራ ኣንፈተሉ። ሽሕ እኳ ዘንብብን ዝጽሕፍን እንተኾነ ብትምህርቲ ዝበሰለስ ኣይነበረን። ንነገራት ከኣ ብሓደ ጎኒ ናይ ምጥማት ባህሪ ኣለዎ። ወይዛ ከልቢ ሎሚ ካብዘን ከኒና ሓንቲ በሊዓ ናብ ዓወት ኬዳ ማለት ድዩ? ኣሕ! ነታ ጎርፋዕፋዕ ትብል ከኒናታት ዝሓዘት ርቡዕ ኩርናዕ ደረቕ ፕላስቲክ ካብ ጅብኡ እተዋ። ኣብ ጥቕኡ ዝነበረ ኣቑሑ ክረግሖ ጀመረ። ንቕድሚኡ ዝረኸቦ እናገማጠለ'ዩ ዝኸይድ ነይሩ። ሎሚ ብዘይ ኣሕድርኒ፣ ዋላ ሆቴላት ክፍትሽ ኣለኒ። ብምባል ናብ ደገ ወጸ። ካብ ጉድጓድ ወጺኡ እንስሳታት ዝሃድን ኣንበሳ ብምምሳል ክሳዱ ነፊሑ የማነ ጸጋም ጠምትዩ ናብቲ ናብ ከተማ ደቂ መሓረ ገጽ ዝወስድ ጎደና ተጸንበረ። መተካእታ ካራ በትሪ ኣብ ኢዱ ጨቢጡ እዩ ክንዮናስ ኣበይ ገዲፋቶ ከይዳ? ምስ ነብሱ እናተዛረበ ኣካይድኡ ታህዋኽ ዝተሓወሶ እዩ ዝረግጾ እውን ኣይረኣን። ኣልማዝ ምስ ዓወት መሓዛኣ ድንሽ ክቐልዋ ስጋ ክዝልዝላ ዝምቅር ሽጉርቲ ቀሪፈን ኣብ ገፊሕ ሸሓኒ ኣሊኸን ከዝህማን ላዕልን ታሕትን ይብላ። ዮናስ ወዳ ከኣ ካራ ከልዕል ከተሕድጎ፣ ካሮት ኣልዒሉ ክደርቢ፣ ዝተቐድሐ ስዋ ክዓሉ ተኸኽ ከብለን ኣምሰየ። ዓወት መሓዛ ኣልማዝ ኩሉ ግዜ እንተደልያታ ኣብ ሓንቲ ብሓሙሽተ ሰንቲሜተር ዝኾነት ርብዒት ወረቐት ጽሒፋ ኣብ ቆልዓ ገይራ ምልኣኽ ባህርያ እዩ። ስለ ዝኾነ ናብ ኣልማዝ ከኣ ሓጻር ደንጒኽዚ መልእኽታ ወረቐት ልኢኻትላ። ኣልማዝ ዘበት። ኣብ ደገ ወጺኣ ሓዲራ ኣይትፈልጥን እያ። ነብሳ ኣብ ዝጠቅምን ዘይጠቅምን ስክፍታታት ከኣ ተሳጺ። ኣዝማድ ኣብርሃም ልዕሊ ዓቐን እዮም ምቁጽጻር ዝገብሩላ። ፈውጹ ጽምዋ ዘካረየቶ ሰራሕተኛ'ውን ብሰንኮም እዩ ወጺኡ። ሎም ምሸት ግን ሓደ ዘተኣማምና ነገር ነይሩ። ምናልባት። ኣብርሃም እንተ መጸ ዘይ ምስ ጓል ሓትኑ እየ ዘለኹ ዝብል ሓሳብ ከም ትቐስም ገበራ። ይኹን እምበር ነብሳ ሸቐልቀል ምባል ኣይገደፈትን። ኣታ ዓወት በቃ ሕጂ ዝተረፈ እተን ኣንስቲ ግበርኦ ክኸይድ ኣይፍለጥን እዩ ጓለይ በለት ኣልማዝ። ኪዲ ንስኺ ድማ ወትሩ ሸቐልቀል እዝኒ ታብየም በጃኺ እዝኒ ታብየም ነዝማድና ኦኦኦ። ስቕ በሊ ጓለይ ዋላ ምስ ሓወይ እኳ ደፊረ ክኸይድ ዘይክእል ብሰንኮም መቸስ ኣልማስ ኣዝማሪኖ ትመስሊ እምበር ፋራ ኢኽባ እ ዓወት ሓዳር እንተጌርካ ደኣ ከመይ እያ ትገበር ንዕ ጥራሕ ዮናስ ኣሕስንልኒ ነጸላይካ ኣቐብልኒ እሞ ካብን ቀልክስ በሊ ሄኖክ ከፋንወኪ ኣነ ገለ ነገር ከሳልጥ ነዚ ዝርርብ ትሰምዕ ዝነበረት ኣደ ዓወት እንታይ ክትብል ኣልማዝ ዝያዳ ንምርግጋጽ ሓተተታ። ገዛ በይኑ ይኸይድ እሞ ብገዝኡ ዶ ከይወልዕልዎ ኣይዓጸኸዮን ዲኺ? ምዕጻውስ ዓጽየዮ ግን ተጠራጢረ። እሞ ዮናስ ኣብዚ ይጽናሕ ምስ ሄኖክ ኣረጋጊጽኩም ምጹ። ንዓ ሄኖክ ንዓ በጺሕኩም ምጹ። ጸልማት ከይጋልሀ ዕምብረ ተደሚርዎ ስለ ዝኾነ ሰብ ይኹን እንስሳ ክሳብ ጥቓኻ ዝቐርብ ክትርእዮ ኣይትከኣልን እዩ። ኣብርሃም ኣብ ጸልማት ምስሊ ሰባት ዝረኣየ መሰሎ። ሄኖክ ንምጽጋዓ ተሰኪፉ ርሕቕ ኢሉ እዩ እናዕለላ ዝኸይድ ዝነበረ። ንኣልማዝ ሄኖክ ናይ ቀረባ ዘመድ ኣብርሃም እዩ። ምስ ስድርኡ ካብ ኢትዮጵያ ተሰጒጎም ካብ ዝመጹ ዓመቶም እዮም። ንኣልማዝ ከኣ ብዘይካ ሽዓ መዓልቲ ርእይዎ ኣይፈልጥን። ገዛ በጺሕኩም ምጽኡ ትብል ትእዛዝ ሓትንኡ ንዘይምዕባር እዩ ዘፋንዋ ዘሎ። እዋ እንታይ ድዩ መሲልኪ ኣልማዝ? ኢሉ ዘረብኡ ከይወደኤ ሄኖክ ኣብርሃም ኣብ መንጎ ኣልማዝ? መን ኣልማዝ? ዓወት ዲኻ? ዘርዕድ ድምፂ ኣብ ሰራዊት ኣብ ናይ ሓለዋ ለይቲ ተለማሚጥዎ እዩ ወገብ ሪመይ ክስዕሙ መፀት ድምፂ በዓል ቤታ ስለ ዝፈለየት ኣልማዝ ኪዲ ኮብላሊት ክስዕምኒ ከዓ መፅኸ ብበትሪ ተቐበላ። ኣብ ምንታይ ይሃርማሉ ዝርድኦ ነገር ኣይነበረን። ጥራሕ በትሩ ኣብ ነብሳ ትዓልብ ትምለስ ይደግማ። ኣታ በጃኻ ከልያ እንታይ በዲላ ሰው ኮነች። ትግርኛን ኣምሓርኛን ሓዋዊሱ በቲ ጸያፍ ቆልዓ ዘምስሎ ቃላቱ እናድመጸ ከገላግላ ቀረበ። ዘይንዓኹም ንመን ደልያ እንታ ወዲ ሓራም ዓወት ሰብ ይሸማሸም ንስኹም ከኣ ናብ ኣንስቲ ሓዳር እናእተኹም ተኳሽሙ እናበለ ንሄኖክ እውን ብበትሪ ተሳሃሎ ኣብ ዝነበርዎ ደሞም እናፈሰሰ ተዘርግሑ ሄኖክ ንእሽቶ ርእሲ ምዃኑ ጉልበቱ እውን ምስ ኣብርሃም ዝዳረግ ኣይነበረን ኡይ ዝብል ናይ ቃንዛ ድምጺ ካብ ክልቲኦም ይስማዕ። እቲ ድምጺ ኣብቲ ከባቢ ንዝደቀሱ ሰባት ኣበራበሮም። ሰባት በብዝመጽዎ ንምርዳእ ተጓየዩ። ነቲ ማህረምቲ ብፊንስትራ ኮይኑ ዝዕዘቦ ዝነበረ ሰብኣይ ብርክት ዝበለ ዘተባብዕዎ ሰባት ስለዝረኣየ ኣታ ሓዝዎ ሓዝዎ ሓዝዎ ሰብ ቀቲሉ ይኸይድ ኣሎ እናበለ ተዳህየ። ኣብርሃም ጅግንነት ከም ዝፈጸመን ነብሱ ኣዕጊቡ እናተመልሰ እንከሎ ብቐድሚኡ ዝረኸብዎ ብረት ዝዓጠቑ ሰራዊት ነቲ ሓዝዎ ዝብል ድምጺ ሰሚዖም ደው ኣበልዎ። በትሩ ድሌቱ ስለ ዝፈጸመ ኣብ ነብሲ በዓል ሄኖክ እዩ ደርብይዋ ከይዱ ነይሩ። በቲ ፍጻመ ርዒዱ ስለ ዝነበረ ግን ነቶም ደው ዘበልዎ ሰራዊት ዝመለሰሎም ቃል ኣይነበረን። ንሳቶም ከኣ ኮብኪቦሞ ናብቲ ሰብ ዝተኣከበሉ ቦታ ኣምርሑ። ሓደ በት ግፍዒ ሕማቕ ዝተሰምዖ በዓል ንእሽቶ መኪና፣ ነቶም ደሞም ናብ ጽርግያ ዝተደፍኤ ኣልማዝን ሄኖክን ናብ ሕክምና ሒዝዎም ከደ። ኣካላት ኣልማዝ ተሰባቢሩ እዩ። ዝተረፉ ኣይነበረን። ምድንጓይ ሄኖክን ኣልማዝን ዘሻቐለን በዓል ዓወት ደሃይ ንምግባር ናብ ገዛ ኣብርሃም ኣምርሓ። ህጻን ዮናስ ከኣ ኣዲኡ ደንጉያቶ ይበኪ። ንበዓል ኣልማዝ ዝጸዓነት መኪና ብናህሪ ብጥቓኣን ስለ ዝሓለፈት እቲ መራሕ መኪና ሰትዩ ዝዝውር ዝነበረ እዩ መሲልወን። ገዛ በጺሐን ሰብ ኣይረኸባን። ናበይ ደኣ ከይዶም? ተጨነቓ። ክምለሳ እንከለዋ ግን በቲ ገፊሕ ጽርግያ ስለ ዝመጻ ኣብ ቅድሚኤን የማነ ጸጋም ኣብ መንደቕ ተጸጊዐን ኣንስቲ ክዕላ ረኣያ። ገለን ሰብኡተን ገዲፈን ኣብ ልዕሊ ብጃማ ጋቢ ዝደረባ፣ ገለን ደቀን ዝገደፋ ነቲ ወረ እናተቐባበላ የስብሕኦ ነበራ። ኦይ! ደቂ ዘመን ተበላሽየን እየን። በጃኽን እዚኣሲ ሕጂ ብ ልዕሊ ሰብኣያ እንታይ ዘዝውር ኣለዋ? ባዕላ ትፈልጥ። ወረ እቲ ወዲ ካብኣ እኮ እዩ ዝንእስ። ይገርም እዩ። መላኣትላ እታ ካልኣይቲ ሰበይቲ። ስቕ ደኣ በላ ጽቡቕ እዩ ገይርዎም ብለይቲ ሓቝፋቶ ሸናዕ ትብል ከ ዋእ። ሪጋኣ ዝበጽሐ ሰበይቲ ናይ ወረ እጃማ ኣበርከተት። እወ ኪዳነ ምህረት እኮ ደንጓይት ኣይኮነትን ክልቲኦም እኮ ኣብዛ ጥቓ ገዛይ ተጸጊዖም ኣፍ ንኣፍ ተወሃሂቦም እንታይ ዝኾንኩም ኢኹም እንተበልኩም ሰሚዖምኒ ድዮም ከመስለክን ኣነ ኸኣ ኪዳነ ምህረት ትስበርኩም ኢለ ረጊመዮም ሓንቲ ሰበይቲ ቐጸለት እወ ሱቕ ዳኣ በላ ምሸት ምሸት ኣኽፊኣትያ እቲ ሰብኣያ ኸኣ ተለኣኢኽወየ ኻብ ዓሰብ መጺኡ ክጸናጸና ምስ ኢሎሞ ነዚ ዘረባ ስምዓ ዓወት ኣዲኣን ኣሞኣን ነቲ ዘረባ ጎሴንኦ ክሓልፋ ኣይደለያን ዘይንሓትት ብምባል ሓተታ። እቲ ዘጋጠመ ኩሉ ምስ ነገረአ ዓወት ርእሳ ሒዛ ኣውያት ደርጉሓቶ። ኣደ ዓወት ከኣ ምስተን ኣንስቲ ሓሰውቲ ዘይተባህለ ትብላ ብምባል ቆይቋ ገጠማ። እታ ዕለት ንዓወት ፍልይቲ ምሸት እያ ነይራ። ድሮ ሕጻ ስለ ዝኾነ ተሓጒሳ እያ ኣምሲኣ። ሕጂ ግን ጸባ ጡብ ኣዲኡ ተመንዚዑ ዕረ ከም ዝተለኸዮ ሕጻን፣ ደስታ በኒኑ መሪርዋ እቲ ዝኾነ ክርእያ ብእግሬን ናብ ሆስፒታል ንምኻድ ባንኪ ደቀምሓረ ንድሕሪት ገዲፈን ዓቐብ ተተሓሓዝኦ። ወረ ዝቕጽላ ዝነበራ ኣንስቲ ሓደ ካብቶም ሰብኡት ዘይተኣትዋታ እንተዘይብለን ኣይምቋረጻ ነይረን። ለካ ወረስ እምበኣር ተዳኺሩ እዩ ዝቐርብ ዝወረድ ኣልማዝ ኣብ ዘይወዓለቶ ስጋኣ ብበሊሕ ኣስናን ኣንስቲ ብመንፈስ ብበሊሕ በትሪ በዓል ቤታ ከኣ ብኣካል ተቐጥቀጠ። ኣልማዝ ቅድሚ መርዓ እምበር ድሕሪ መርዓ ኣዘውሂራ ኣይትፈልጥን እያ። ቅድሚ መርዓኣ'ውን ምስቲ ተመርዕየ ናብ ወጻኢ ክወስደኪ'የ ኢሉ ዘታለላ ወዲ እምበር ምስ ካልእ ኣይተራእየትን። ኣብርሃም ዘይተጨበጠ ቤላውቤለው ቤተሰቡን ብዘይ ምቕሳን ነቲ ድንግልና ዝወሰደ ወድን ቀልጢፊዩ ናብ ጥርጣረ ምሪሒኡ። ወይ ወድኣ ከም ዝዘውር ከም ልሙድ ተወሲዱ እምበር ኣብ ዓሰብ እንከሎ ቀንጠብጠብ ምባል ኣይገድፍን እዩ። እዚ ሎሚ ናብ ጥርጣረ ዘምርሖ መልእኽቲ ዓወት ጓል ሓትንኡ ደኣ ይኹን እምበር እቲ መበገስስ ኣልማዝ ተጸሊእዋ ናብ ሕክምና ምስ ከደት ሓኪም ነቲ ኣብ ዘይግዚኡ ዝመጽኣ ዝነበረ ናይ ኣዴታታ መዓልቱ ሓልዩ ተሰሪዑ ክመጽኣላ ብምባል ዝሃባ ኮንትራሰፕት ከም መከላኸሊ ጥንሲ እምበር ከም መስርዒ ዝንቡዕ ወርሓዊ ጽግያት ኣይፈልጦን እዩ። መርየት ዋላ ትተኣየድ ነዚ ከእምኖ ዝኽእል ሓኪም ወይ ካልእ ኣካል ወይ ክኢላ የለን። ብኹሪ እዝኒ እዩ ከምኡ ዝብል ዘረባ ክሰምዕ። ኮንትራሰፕት መከላኸሊ ጥንሲ እዩ ትብል ሓንትን ዘይትቕየርን ነቓጽ ፍልጠት ኣላቶ ነዚኣ ልዕል መሃዚኣ ኮይኑዩ ዝካትዓካ ምስክነይ ትልማስ ኣብ ዘይወዓለቶ ካብ ተፍቅሮ በዓል ቤታ ክንዲ ሰላምታ በትሪ ክንዲ ሰሓቕ ኩራ ክንዲ ልማድ ሽኮር ኮብላሊት ክንዲ ምሕቋፍ ከኣ ምንጻጊ ህያብ ኣበርኪቱላ ንመን እያ ክትረግም ነተን ኣብ ትሕቲ ፍርናሽ ዝገደፈተን ኮንትራሰፕት ከኒናታትዶ ዋላ ስድራ ዓወት እንተኾነ ግን እዩዋ ደኣ ዮናስ ዘኽቲሙ ዝዓቢ እምበር እቲ ኹሉ መከራ ናይቲ ምሸት ኣልማዝ ከም ማና ካብ ሰማይ ዝወረዳ ጌራያ ቆጺራቶ ምኽንያቱ በቲ ሽግር ናብ ፍትሕ እዮም ኣምሪሖም ኣብርሃም ከኣ ናብ እንዳ ግንባር ሕክምና ዝተዋህበቶ ወረቐት ምስ ኣዕረፈ ሒዝዋ እዩ ከይዱ። ድሕሪ ግቡእ ሕክምናዊ መርመራ ኣብ ሓጺር ግዜ ናይ ቦርድ ወረቐት ተሳሊጥሉ። ናይ መውጋእቲ ወይ ስንክልና ቦርድ ዘይኮነ ግን ሰሪ ናይ ቀንጠብጥቡ ዝተሰከሞ ግዳይ ናይቲ ዘይምሕር ሕማም ኤይድስ ስለ ዝኾነ እዩ። ተፈጸመ። ጸሓፊ፣ መምህር መኮነን ተስፋይ።